ጎይታ የሱስ እንታይ ኮን ምበለ እያ ትብል ጎይታ የሱስ ክርስቶስ እንታይ ኮን ምበለ ጎይታ የሱስ እንታይ ኮን ምበለ እንታይ ኮን ምበለ ኤፌሶን ምዕራፍ ሓሙሽተ ኤፌሶን ሓሙሽተ ሾመንተን ዓሰርተን ብሓንሳብ ኣለዋ። ፍረ ብርሃን ብሰናይ ዘበለን ብጽድቅን ብሓቅን እዩ። ቀደም ጸልማት ኔርኩም ኢኹም እሞ ብጐይታ ግና ሕጂ ብርሃን ኢኹም። ብጐይታ ግና እንታይ ኢኹም? ብርሃን ኢኹም። ንጐይታ ዘሐግሶ እናመርመርኩም ከም ደቂ ብርሃን ኮይንኩም ተመላለሱ ትብል። ጌታ ዝሃበና ወይ ከዓ ሕድሪ ወይ ከዓ ሃዋርያ ዘንብበልና ዘሎሲ እዚኤን እየን ማለት እዩ ክንኮኖ ዘለና ብመን ብክርስቶስ እየሱስ ስለዚ እዚ ዝሃበና ጌታ የሱስ ክርስቶስ ቤተክርስትያን ተመሊሱ እንተዝሪኣ ከምኡ ዶ ትህሉ ቤተክርስትያን ወይ ካቲ ኣካል ክርስቶስ ከምኡ ዶ ትህሉ ስልጣና ጨቢጣ ማለት ፊልጲ ምዕራፍ ሓደ ትሽዓተ ክሳዕ ዓሰርተ ሓደ ብሓንሳብ ኣሎ ፍልጲ ዓንተቦ ሓሙሽተ ኤፌሶን እየ ኣንቢበ ነይረ ሕጂ ድማ ፍልጲ ምዕራፍ ሓደ ትሽዓተ ክሳብ ዓሰርተ ሓደ ዘሎ እንታይ ይብል ንክብሪ ኣምላኽን ይብል በቃ ዝገርም ነገር እዩ ንክብሪ ኣምላኽን ምስጋንኡን እቲ ብየሱስ ክርስቶስ ዝርከብ ፍረ ፅድቂ ብመን ዝርከብ ብክርስቶስ የሱስ ዝርከብ ፍረ ፅድቂ መሊእኩም እብለና ክንመልኦ ዝግብኣና መሊእኩም ክሳዕ እታ መዓልቲ ክርስቶስ መዐንቀፊ ዘይብሎምን ንጹሃትን ምእንቲ ክትኮኑ እቲ ዝሓይሽ ክትምርምሩ እቲ ዝሓይሽ ክትምርምሩ እቲ ፍቅርኹም እውን ብፍልጠት እዚኣ ኸ ረእዋኹም እቲ ፍቅርኹም እውን ብፍልጠት ብምስትውዓል ዘበለ ኩሉን ኣዝዩ እናበዝሐ ክኸይድ እዚ እልምና ኣለኹ ኢሉ ብፍልጠት ብምስትውዓልን እቲ ፍቕርኹምሲ ፍቕርና ብፍልጠት ኣምላኽ እንተዘይኮይኑ ሰብ ክነፍቅር ኣይንኽእልን እዩ እቲ ፍቕሪ ናይ ክርስቶስ ሓወይ ተፋቐር ገለመለ ስለ ዝበልና ኣይኮነን ኢልና ኢና ብፍልጠት ኣምላኽ ክርስቶስ ኢየሱስ ፍቕሪ ምዃኑ እንተፈሊጥካ ብፍልጠት ብምስትውዓል ርኢኹም እናመርመርኩም ኢሉ ምሽ ፊልጵ ከዓ እንታይ ይብላ ኣሎ ክትምርምሩ ኣይ ናይ ናይ ክርስቶስ ተሰሎንቀ ርኢናዮም ኣለና እቶም ሓደ ከዓ እንታይ ርዮም ነቲ ቃል ኣምላኽ ሲ ለይትን ምስ መዓልቲ እንታይ ገብሮ ነይሮም ይምርምሩ ሩ ስለዚ ካብ ተሰሎንቄስ ዓይነቶም ደገኛታት ኢልዎም ደገኛታት ነበሩ ኢሉ ኣብቲ ግብረ ሃዋርያት ዘሎ ዝገርም ነገር እዩ እንታይ ደገኛታት ገይርዎም ንቓል ኣምላኽ ይምርምርዎን የንብብዎን ነይሮም። ይምርምርዎን የንብብዎ ነይሮም። መን ካብ ተሰሎንቀ ዝበዝሑ ደገኛታት ኢሎም የሱስ ጎይታ እዩ ኦኬ ስለዚ እንታይ ኮን ምበለ ማለት ክርስቶስ የሱስ ተመሊሱ ወይ እንተንሓቶ ከመይ ኣላ እዛ ቤተ ክርስቲያን እንተንብሎ እንታይ ምበለ ዘኍሉቍ ዓሰርተ ሓደ እሞ ንርኣዮ። ዘኍሉቍ ዓሰርተ ሓደ ዘኍሉቍ ዓሰርተ ሓደ ሕልፍ ሕልፍ እንዳበልኩ ከንብቦ እየ። ዘኍሉቍ ዓሰርተ ሓደ ካብ ቁፅሪ ዓሰርተ ትሽዓተ ዘሎ ከንብብ እየ። ዘኍሉቍ ምዕራፍ ዓሰርተ ሓደ ካብ ዓሰርተ ትሽዓተ ንደሓር ዘሎ እስኪ ደቂ እስራኤል እንታይ እዮም ዝብልዎ ዘለዉ ኣብዚ ስጋ ዝብላዕ እዮም ደልዮም ደቂ እስራኤል ክንሪኦ ከለና ኣብ ክንዲ ማናስ ኣዕዋፍ ከም ዝሰደደሎም እዩ ዝብል እንታይ እዩ ማናሲ ሰልችያቶ ነብስናሲ ሰልችዋ ኢሎም በቃ በቲ ናይ ውህበት ናይ እግዚኣብሄር ሲ ምብላዕ ሲ ነብሶም እንታይ ገራቶ ጸሊኣቶ ተመንዩዋ ሕጂ ናይ ክርስቶስ ካይስልችወና ካይምነወና ፍቅሪ ክርስቶስ ምሕረት ናይ ክርስቶስ ካይስልችወና ካይምንወናን ምክንያቱ ማና ኣምሳል ናይ ክርስቶስ ኢየሱስ እዩ ካብ ሰማይ ድማ እዩ ወሪዱ ሰብ ዝሰርሖ ኣይኮነን ነቲ ማና ምብልዖም እዚ ሕጂ ስጋ ኢየሱስ ክርስቶስ ወይ ከዓ ከም ተምሳል ናቱ መን እዮማ ነብሳ ሙሴ መን ያቶ መን ያቶ ስለዚ እንታይ መን ያቶ ነብሶም ሰልችዋ እንታይ ደልዮም ስጋ ደልዮም እዚ ምስ በሉ ሽዑ ስጋ ሃበና ምስ በሉ ሰዲድሎም ቁፅሪ ዓሰርተ ትሽዓተ ሓደ መዓልቲ ኣይኮነን ወይ ክልተ መዓልቲ ወይ ሓሙሽተ መዓልቲ ወይስ ዓሰርተ መዓልቲ ወይስ ዕስራ መዓልቲ ኣይኮነን እትበልዑ ኢልዎም በፍንጫኹም ክሳዕ ዘወፅእ እሞ ክሳዕ እትመንዎ እዚኣ ርእይዎ ክሳብ እትመንዎ እዚ እንታይ ይብለኩም ዘለኹ ናይ ሰብ ድልየት ወይ ድማ ናይ ሓሳብ ሰባት ዝደለይዎ እዩ ደኣ እምበር እግዝኣብሄርሲ ማና እንዳ በልዑ ከንኣን ክኣትዉ መዲብሎም ነይሩ ንዓና ኣብዚ ምድሪ ሓሳብ ናትና ክንተክል ሓሳብ ናትና ከነዐሪ ዘይኮነ ሓሳብ ናይ ክርስቶስ እንዳ ገበርና ናብቲ ናይ ሰማያዊ ወይ ከማ ናብቲ ጽውዓና ክንበጽሕ ጌታ የሱስ ክርስቶስ ዝመደበልና ገዲፍና ናትና ሓሳብ እንዳ እተና ናትና ነገር እንዳ እተና ክሳብ ሕጂ ኣብ መንገዲ እንታይ ንገብር ኣለና ማለት እዩ ኮለል ንብል ኣለና ማለት እዩ ክንዕወት ኣይንርኢና ጸጋ ኣምላኽ ኣባና ክግለጽ ኣይንርኢና ፍቕሪ ኣምላኽ ኣባና ክግለጽ ኣይንርኢና ምሕረት ኣምላኽ ብፍላይ ድማ ክግለጽ ኣይንርኢና ምክንያቱ ብፍላይ ምሕረት ኣርኣያ እያ ትኸውን ማለት ምሕረት የለን ኣብ ነንሕድሪ ሰብ ምሕረት ዘይምህላው እንታይ ፍቕሪ ክርስቶስ ብደንቢ ኣይተረዳእናን ማለት ወይ ድማ ክርስቶስ ኣብ መስቀል ዝወዓለልና ውዕለት ኣይተረዳእናን ነዚ ኣይተዓንተው ፊልጲ ክትምርምሩ ዝብል ዝበለና ስለዚ ኣቶም በፍንጫኹም እግዚኣብሔር ኢሎም በፍንጫኹም ክሳብ ዘፀ ስጋ ክበኩም እዩ ስጋ ቀሊል ንእግዚኣብሔር እስኪ ንእግዚኣብሔር ቀሊል ይበሉ ንእግዚኣብሔር ዝኾነ ነገር ክበካ ቀሊል እዩ ግን ንዓኻ ይጠቕመካ ዶ ይጠቕመካን እዩ ግን ናትካ ሕቶ እዩ ሙሴ ቁፅሪ 21 ሙሴ ከዓ እዚ ኣነ ኣብ ማእከሉ ዘለኹ ህዝቢ 600 ሽሕ ኣጋር እዩ ንስኻ ከዓ ወርሒ ምሉእ ዝበልዕዎ ስጋ ክህበኩም እየ ትብል ኣለኻ ሙሴ ከዓ እንታይ ይብል ኣሎ ስጋ ክህበኩም እየ እንተበለስ ሙሴ ከዓ ንባዕሉ ሲ ዋ ክንዲዚኦም ዝኣክል ሲ ካብ 600 ሽሕ ሲ ካበይ ዝኣክል ስጋ ተራእይዎ ክሓርድ ምሉ መዓልቲ ክትሓርድ ሙሴ ምኒ መዓልቲ እግዚኣብሄር ግን ንእግዚኣብሄር ዝጨንቆ ነገር የለን ኣይገርመኩምን ብዓይኒ እግዚኣብሄር ብስራሕ ኣምላኽ ዝጨንቆ ነገር የለን ምክንያቱ ብዘላ ዓለም እኳ እያ ብዘላ ምድሪ እኳ እያ ሓጢኣት ተበላሽያ ነራ ብሓደ እንኮ ክርስቶስ ኢየሱስ ግን ንብዘላ ዓለም እንታ ክገብራ ኩሎ ንርኢ ኣንጽህ ካብላ ዝኣመነ ዘበለ ኣንጽህ ካብላ ስጸጊምዎ ድዩ ሎሚ ንስኻ ደሓን ኢኻ ሪጋ ሓዙ ዶ ኢልና ኣይፋሉን ብሓንቲ ብምእማን ገይሩ ንዓለም ብምልታ ከም ድሕን ብመን ብክርስቶስ ኢየሱስ ብምእማን ሕጂ ብዚ ከዓ ሙሴ እንታይ እዩ ዘሎ እዚ ኩሉ ህዝቢ ከመይ ጌርና ክንሓርክ ንዕልና ኣብዑር ምክንያቱ ኣብ ሰሎምን ተራሪእናዮ ሰሎምን መስዋእቲ ወይ ድማ ነቲ ቤት መቅደስ ክምርቆ ከሎ ልዕሊ ሽሕ እቶም እንታይ ሽሙሲ እቶም ሓረርትስ ሓገዝቲ ክሳብ ፅውኦ ገይሮም ነይሩ ሕጂ ሙሴ ከምኡ ብላ ኣሎ ካበይ ከመይ ገይሮም ክሕረድ እዮም እዞም ኩሎም ኢሎም ንኣታቶም ዝኣክል ጠለበጊዕ ኣሓንዶ ክሕረድ እዩ ወይ ንኣታቶም ክኣክልሲ ኩሉ ዓሳ ባሕርዶ ክእከብ እዩ ኮይኑ በለ ሙሴ ጭንቀት እዩ ንሰብ እስኪ ንእግዚኣብሄር ቀሊል ንሰብ ግን ጭንቀት እዩ ኣይገርመኩምን ንእግዚኣብሄር ብሓንቲ ነገር ጌታ የሱስ ክርስቶስ ኣብቲ መስቀል እንታይ ኢልዎ ኣብ መንግስትኻ ዘክረኒ ዶስ ሕጂ ሕጂ ድሕንካ ኣለኻ ኢልዎ ሕጂ ሕጂ ኮ ኢልዎ ፅናሕ በል ፅናሕ ፅናሕ ክንሓስበላ ኢና ኣበይ ካብ ምንርካ ኣበይ ተወሊድካ እንታይ እንታይ ጌርካ ንካ ሓጢኣትካ ተናዘዝ ኣይበሉን ብሓንቲ ግዜ እዚ ናይ ሙሉእ ዘበኑ እዚ ሙሉእ ዘበኑ ካብ ንእስነቱ ጀሚሩ ክሳብታ መርገም መስቀል ዝስቀል ሰብኣይ እዚ ሓጢኣት ብምግባር እዩ ነይሩ ካብ መጀመርታ ጀሚሩ ኣብ መስቀል ዘስቀለቶ እንታይ እዩ ሓጢኣቱ መርጎም እዩ ስለዚ ነዚ ኩሉ ብምሉ ኦኬ ክትውልድ ከለካ ከምዚ ነርካ ከምዚ ዓቢኻ ከምዚ ፈጢርካ ከምዚ ፈጥ ኩሉ ተዛረብ ኣይበሎን ግን እዚ ሰብዚ እንተሪእናዮ ግን ካብ ዝፍጠር ኣትሒዙ ብሓጢኣት እዩ ክሳብታ መስቀል በፂሕዋ ዘሎ ብሓጢኣት እዩ ጌታ የሱስ ክርስቶስ መንግስታ ዝከነስ ሕጂ ሕጂ ኢሉ ብዘይ ፀብፃብ ስለዚ ንኣምላኽ ዝጨንቆ ነገር የለን ኣሜን ጌታ የሱስ ክርስቶስ ስለ ሓጢኣትና ክመን ከሎ ጌታ የሱስ ክርስቶስ ንምሕረት ክመተልና ከሎ ብሓንቲ ብትኣምን ነፍሲ ብምሉእ ሓጢኣት ይሕደገላ ማለት እዩ ስለዚ እዚ ከኣ ብላ ኣሎ ሙሴ እዚ ኩሉ ካበይ ክእከብ ይብለሉ ካበይ ክእከብ ኢሉ ዕስራን ሰለስተን እግዚኣብሔር ድማ ንሙሰ ኢድ እግዚኣብሔር ሓፃር እያ ኢሉ እግዚኣብሔር ሓፃር እያ ኢሉ ኣብቲ ሓንቲ ትርጉም እግዚኣብሔር እንታይ ሓፃር እያ ሕጂ እቲ ቃለይ ዝኾነልካ እንተኾይኑ ወይ ዘይኮነልካ ክትርኢ ኢኻ ቃል እግዚኣብሔር ረእይዎ ቃለይ ረእዮ ብሎ ኣሎ እግዚኣብሄር ቃለይ ዝኾነልካ እንተኾይኑ እንተዘይኮነልካ ሕጂ ክትርኢ ኢኻ ንቃለይ ኢልዎ ምክንያቱ ኣብ ዑር ክትእክብ ክትሓርድ ኣሓ ዓሳ ባሕሪ ብምሉኦም እንተተጠርነፉ ኢልዎ ሙሴ ብዓይኒ ሙሴ እግዚኣብሄር ከዓ እንታይ ብለ ቃለይ እስከ በሉ ኣይገርመኩምን ቃለይ ኢሉ ቃለይ ኣብ ዑር ከምፅ ሓራርቶ ከምፅ ኖኖ ቃለይ ሓንቲ ቃል ሓንቲ ቃል ጥራይ ተዛረብ ምሽ ኢላቶ ሓንቲ ቃል ጥራይ ኢሉ ቃለይ ኢሉ እግዚኣብሔር ካ እንታይ ኢሉ ቃለይ ቃለይ ይስብስብ ቃለይ ይፍውስ ቃለይ የተንስእ ቃለይ ንዝሞተ ህያው ይገብር ቃል እግዚኣብሔር ቃል ቃል ስለዚ ቃለይ ኢልዎ እግዚኣብሔር መን ቃለይ ኦኬ ሙሴ ድማ ወፅዮ እቲ ህዝቢ ኩሉ ምስ ነገሩ 25 እግዚኣብሔር ከዓ ብደመና ወሪዱ ተዛረቦ ካብቲ ልዕሊኡ ዘሎ መንፈስ ወሰደ ኣብ ልዕሊ እቶም ሰብዓ እንታይ ገሩ ዕስራን ሰለስተን ቃለይ ምስ በሎ ሙሴ ድማ ወጺኡ ነቲ ህዝቢ ምስ ነገሮ ድኳን ደው ኣበሎም ነቶም ህዝቢ ኩሉ ነጊሮም ሰብዓ ሰብኣይ ወሲዱ ሙሴ ከኣ ኣብቲ ድኳን ደው ኣቢልዎ እግዚኣብሔር ከኣ ብደመና ወሪዱ ንዕኡ ተዛረቦ ኣብቲ ኣብ ልዕሊኡ ዘሎ ካብቲ ኣብ ልዕሊኡ ዘሎ መንፈስ ወሰደ ኣብ ልዕሊ እቶም ሰብዓ ዓበይቲ ኣንበረ እግዚኣብሔር ካብ መን ወሲዱ ካብቲ ንሙሴ ክመርሓሉ ዝሃቦ መንፈስ ናይ መን መንፈስ ናይ እግዚኣብሔር ካብ ሙሴ ወሲዱስ ኣብ ልዕሎም ከዓ ኣንበረ ይብለን እቲ መንፈስ ብልዕሊኦም ምስ ዓረፈ ኣብ ልዕሊኦም ምስ ዓረፈ ይብል ተነበዩ ግናኸ ኣይደገምዎን እዩ ኦኬ እዚ ግን ክልተ ሰብኣይ ግን ክልተ ሰብኣይ ድማ ስም እቲ ሓደ ኤልዳድ ስም እቲ ካልኣይ ከኣ ሜዳድ ዝበሃሉ ኣብ ሰፈር ተሪፎም ነበሩ። ሕጂ እዚኣ እንታይ እያ ተርእየና? ኢድ እግዚኣብሔር፣ ሓይሊ እግዚኣብሔር፣ ቃል እግዚኣብሔር ምስኦም ኣይነበሩ። እዞም ሰብዓ ሰብኣይ መንፈስ ኣቐሚጥሎም እግዚኣብሔር ሓንሳብ ዝተነበዩ ኣይደጎም። ካልኦት ግን ኣብ ሰፈር እታ ሰፈር ትብል ዘላ ምሕለው እዮም ደው ኢሎም ዝነበሩ ወይ ድማ ተሪፎም ዝነበሩ ክልተ ሰብኣይ ግን እንታይ ገበሩ? ክንበዩ ጀሚሮም። ሽዑ ዕስራን ተነበይ ይብላ ኣሎ ዕስራን ሽዱሽተን ዕስራን ሸውዓተን ሽዑ ሓደ ጎበዝ ጎዩ ኤልዳድን ሜዳድን ኣብ ሰፈር ይንበዩ ኣለዉ ኢሉ ንሙሴ ነገሮ ይብል ምሽ ሕጂ እቲ ሓሳበይ እዛ ጌታ የሱስ ክርስቶስ እንታይ ምበለ ትብል ዘላ ሕጂ እቲ እቲያ ንጎይታ ዘሐጉሶ እንዳመርምርኩም ዘላ ኣይትረስዕዋ ኢኹም እዚ ብዚ ዝረእ ዘሎ ድማ ሕጂ ዝዛረቡ ዘበለ ድማ ንጎይታ ከመይ ገርና ንሕጉሶ ነቲ ተሰቅለልና ንቲ ኩሉ ነገራትና ዝጨርርሰ ኣምላኽሲ ከመይ ገርና ንዕኡ ንስዕቦ ወይስ ሓሳብ ናትና ገርና ንኣምላኽ ክንዕርዮ ሓሳብ ንኣምላኽ ክነማኸሮ ሙሴ ኢልዎ እዩ ከመይ ከምዚ ዶ ትገብር ኢኻ ብምሉእ እንስሳ ዶ ኢልዎ ምሽ ቃለይ ኢልዎ እግዚኣብሔር መሰረቱ ሰብ ክወድቕ ከሎ ንኣምላኽ ክድግፎ ስለ ዝደለየ ወዲቑ። ካብ ዘፍጥረት እንተ ርእናዮ ኣምላኽ ብዝሃቦ መንገዲ ሰባት ብዝሃብዎ መንገዲን እዮም ክሳብ ሕጂ ሰባት ምስ ኣምላኽ ዘይተሰማምዑ በቲ ኣምላኽ ዝበሎ ሓሳብ ዘይኮኑሲ በቲ ናቶም ዝመፀ ሓሳብ እዩ ክሳብ ሕጂ ሰብ ነንሕድር ዝባላዕ ዘሎ ሓሳብ እግዚኣብሄር ይጥርንፍ እዩ ሓሳብ ሰባት ድማ ይብትን እዩ ስለዚ ንጎይታ ዝሕጉሶ እናመርመርኩም ክብል ከሎ ሰብ ኣብ ቤተ ክርስቲያን ኮነ ኣብ ዝተፈላለየ ክእከብ ከሎ ከምብገስ ከሎ መጀመርቱ ንባዕሉ ከመይ ከም ጥዕሞ እንዳሓሰበ ዝመፅ እምበር ንጎይታ ከመይ ከም ጥዕሞ እንዳሓሰበ ዝመፅ ሰብ ስለ ዘየለ ኦኬ ሓሳብ እግዚኣብሔር ይጥርንፍ እዩ፣ ሓሳብ ሰባት ድማ ይብትን እዩ። ምኽንያቱ ናይ ሰባት ካብ ዘፍጥረት ኣትሒት እንተድኣ ርኢኹሞ ኣዳም ምስ ሰበይቱ ከሎ ንበይኑ ከሎ ዳሕራይ ግን ሰይጣን ንሄዋን መፅኡ ሓሳብ ሂብዋ ምክንያቱ እግዚኣብሔር ዝረስዖ ፍልጠት ንሳ ያእስያሲ ፍልጠት ዘኪራስ ፈላጥ ክትከውን እዚ ሓሳብ ናይ እግዚኣብሔር ከምኡ ኣይኮነን ሓሳብ ናይ ሄዋት ግን ናይ ናይ ሄዋን ግን ብሰይጣን መጽኢ ግን ንስኹም ሲ ኣይትሞቱን ኢኹም እንታይ ዳ ትኮኑ ከም ኣምላኽ ክትኮኑ ወይለይ ዝኣምላኽ ጸጊሞ ኣሎ እምበር ካብ ንዓና ዝኣሊ ዝሽገር ሲ ባዕልና ፍላጥ ኮይና ርእስና ክንክእል ኢላ እውን ትኾኑ ኣይንፈልጥን ኣይተጻሕፈን ዳኣ እምበር ስለዚ እንታይ ግን ዘውጽኣ እንተልናስ ሓሳብ ኣምላኽ ድዩ ሓሳብ ናታ እዩ ሓሳብ ናታ ምስ መፀ ብሰይጣን መንገዲ ኣውፅዋ ካብ መን ካብ ኣምላኽ ብዙሕ እዚ ሕጂ ከዓ ንጎይታ ዝሕጉሶ እናመርመርኩም ዝብለኩም ዘለኹ ንሕና ኣብ ኩሉ መዓልታዊ ዕለታዊ ናብራና እንኾዶ ዘብለ ንጎይታ ምሕጓስ ድዩ ወይስ ንዓና ምሕጓስ እንተ ደኣ ብክርስቶስ የሱስ ኩሉ ተፈፂምልና እዩ ንብል ኮይና እምበኣር ኩሉ እንድሕ ተፈፂምልና ዝተረፈ ነገር ከዓ የብልናን ማለት እዩ እሞ እንታይ ደኣ ዘጋጥመና ዘሎ ዘይምእማንና እሞ ክሳብ ሞት ዘይምፅባይና ጥራይ ኦኬ ስለዚ ነዚ መፅኡ እዚ ጎበዝ መፅኡ ስ- ይንበዩ ኣለዉ ኢሉ ይንበዩ ኣለዉ ህ እንታይ ግበሮም ከልክሎም ኢሎ 28 እንታይ ኢሎ ኢያሱ ወዲ ነዌ ካብ ንእሽትኡ ኣገልጋሊ ሙሴ ነበረ ኣገልጋሊ መን ኣገልጋሊ ሙሴ ሓደ ሓደ ግዜ ናይ ሰባት ዋላ እውን እንተ ደኣ ኮይንና ኣገልጋሊ ሙሴ እዩ ዝበል ኣገልጋሊ ኣምላኽ ኣይኮነም ዘሎ ኣገልጋሊ ሙሴ ረእዎ ኣገልጋሊ ሰብ እንተ ደኣ ኮንካ ካብ ኣምላኽ እንድሕር ዘይትሰምዕ ኮይንካ ንሰባት ኢኻ ትዕንቅፍ ንሰባት ኢኻ ከኣ እንታይ ግበሩ ደው ኣብሎም ትብል ምኽንያቱ ሙሴ ድምፂ ኣምላኽ ይሰምዕ እያሱ ግን ካብ ሙሴ እዩ ዝቕበል ትፍልይ ንባዕሉ ማለት እዩ ስለዚ ኩሉ ግዜ ብዙሓት ሰባት ሓሳባት ሰባት እንዳሰምዑ እዮም ናይ ኣምላኽ ካይሰምዑ ኣብ መንገዲ ኮለል ክብሉ ዝነብሩ ትሕዝኑ ኣለኹም። ስለዚ ንሕና ግን ንጎይታ ዘሐጎሶ እናመርመርና ክንከይድ ኮለና ሓደ ንስኹም ንዓይ ትጠቕሙኒ ኣነ ድማ ንዓኹም ይጠቕመኩም ተጠቓቓሚና ንመን ንርኢ ነቲ ስሌና ዝሞተ ክርስቶስ ኢየሱስ ኣብነትና ዝኾነ ጀማሪኣን ደምዳሚኣን ዝኾነ ክርስቶስ እንዳጠመትና ኩሉ ግዜ ከይተሓለልና ኩሉ ግዜ ኣበይ ንኸይድ ኣብ ዓስቢ ኩሉ ግዜ ኣበይ ንኸይድ ኣብ ፍረ ኩሉ ግዜ ኣበይ ንኸይድ ውፅኢትና ፍቕርን ምሕረትን ይኸውን ማለት ሕጂ እዚ መጺኡ ኣገልጋሊ ሙሴ እዩ ዝብሎ ዘሎ። ብዙሓት ሰባት ከኣ ኣገልገልቲ ሰባት ስለ ዝኾኑ ወይ ድማ ብሓሳብ ሰባት ጥራይ ተዓጽዮም ስለ ዝነብሩ ኩሉ ግዜ ኣብ ምንታይ ይንበር? ኣብ ዕንክሊል ይንበር። ሙሴ ግን ካብ መን ይሰምዕ? ካብ እግዚኣብሔር ይሰምዕ። ስለዚ ከልኩሎም ሙሴ እንታይ ኢሎ? ከልኩሎም ኢሉ መለሰሉ። መን ይከልኩሎም ዘሎ? እያሱ እያሱ እንታይ ስለ ዝኾነ ሳብቲ ግዜ እቲ እያሱ መንፈስ ኣምላኽ ኣለዎ ካብ ሙሴ ዝተቐበሎ ኣብ ልዕሊ ወሲድካ ኣብ ልዕሊ ኣንብር ኢልዎ ዘሎ እያሱ ቅንኣት ኣላቶ እታ ቅንኣቱ ግን ብሕጊ እያ ቅድሚኡ ዘሎ ዝበሎ ሙሴ ዘዝበሎ እንዳገበርካ ምኻ ፅብቕቲ እያ ግን ካብ ሙሴ ሓሊፉ ንካልእ ክሓልፍ ኣይክእልን እያሱ ዋላ ኣብ ከረን ከይዱ ምስ ደይበ ሲና ሙሴ ዳ ይሰምዕ ነይሩ እምበር እያሱ ኣይሰምዕን እዩ ነይሩ ስለዚ ክወርዱ ከለዉ እንታይ ኢሉ ሙሴ፣ እዚ እንታይ ዝሰምዖ ዘለኹ መዝሙር ኣይኮነን ኢሉ። ወኻዕታ ገለ እንታይ ሽም ኣይኮነን፣ ድምፂ ደርፊ እየ ዝሰምዕ ዘለኹ ኢሉ ሙሴ፣ እቲ ከዓ ካልእ ኢሉ። ድምፆም ካይተረፈ ኣሰማምዖም ካይተረፈ ነንበይኑ ነይሩ ምክንያቱ ሙሴ ኩሉ ግዜ ባርያ ኣምላኽ እዩ ንኣምላኽ ሰሚዑ ምስ ኣምላኽ ዝዘራረብ እዩ እያሱ ድማ ኩሉ ግዜ ምስ ሙሴ ኮይኑ ዝተባህሎ ዝገብር ወይ ከኣ ኮፍ ኢሉ ስለዚ ከልክሎም ኢሎ ዕስራን ትሽዓተ ሙሴ ግና ንስኻ ዶ ስለይ ቀኒእካ ሪኢኹም ሙሴ ካይተርፈ ምስክነሉ ንስኻ ሲ ስለይ ደቀኒእኻ ብዙሕ ግዜ ነዚ እየ ዝብለኩም ዘለኹ ዳሕራይ ክነንብቦ ኢና እቲ መፅሓፍ ብዙሕ ግዜ ንሰባት ኢና ንቐንእ ንሰባት ኢና ንሓሊ ከምዚ እኳ እዩ ገይሩ ንብል እምበር ኣምላኽ እንታይ ይብል ኣሎ ስለዚ ነዚ እየ ዝበልኩም እታ ርእስና ጌታ የሱስ ክርስቶስ እንታይ ምበለ ዝበልኩም እንተ ንሓቶ ቤተ ክርስቲያን ከመይ ኣላ እንተ ንብሎ ንሓቶ ስለዚ ሙሴ ግን ሕፅብሪ ዝበለ ግን እንታይ ኢልዎ መን መሃበ ኩሎም እንተዘንበ ኢልዎ 19 እግዚኣብሔር መንፈሱ ኣብ ልዕሊኦም እንተዘንብር እ ሙሴ እንታይ ኢሉ ሙሴ ግና ንስኻዶ ስለ ቀኒእካ ኢኻ እግዚኣብሔር መንፈሱ ኣብ ልዕሎም እንተ ዘንብር ኩሎም ህዝቢ እግዚኣብሔር ከዓ ነቢያት እንተ ዝኾኑ ምን መሃበ ምክንያቱ ካብ ሰብ ሓሊፎም ንእግዚኣብሔር ምሰምዑ ንእግዚኣብሔር ሰምዐ ከዓ ብህይወት ይነብር ማለት እዩ የሱስ ጎይታ እዩ የሱስ እንታይ እዩ? ስለዚ ንጎይታ ዝሕጉሶ እንዳመርመርኩም ንብል ንጎይታ ዝሕጉሶ ደኣ እምበር ንዓይ ንምሕጓስ ወይ ደኣ ኣናዕኹም ምሕጓስ እንድሕር ንምርምር ኮይና ኩሉ ግዜ ውድቀትና ኣይተርፍን ሓሳብ ኣምላኽ እውን ክንፈልጥ ኣይንኽእልን ስለዚ ብግልና ንኣምላኽ እስኪ ሮሜ ምዕራፍ ዓሰርተ እሞ ንርአ ሮሜ ምዕራፍ ዓሰርተ ሰለስተ ንኣርባዕተን ክሳብ ሓሙሽተ ዘሎ ሮሜ ምዕራፍ ዓሰርተ ስለዚ ሓሳብናን ንመን ኢና ክንሕጉስ ፍቑራት ንጎይታ ኣይኮነን እቲ ኩሉ ዝፈጸመልና ኣብ መስቀል ዝተበጀወልና ንሓጢኣትና ዘድሓነ ካብ መርገም ዘውጽኣና እተሸየጠልና እተሓርደልና ኢየሱስ ክርስቶስ ከመይ ጌርና ናቱ ሓሳብን ንዑ እንሕጉሶን ሮሜ ምዕራፍ 10 3 4 ክርስቶስ ነቲ ዝኣምን ዘበለ ኩሉ መደምደምታ ሕጊ ጽድቅን ንጽድቅን እዩ እሞ ጽድቂ ኣምላኽ ሰኣን ምፍላጥኩም ጽድቂ ርእስኹም ክትተኽሉ ብምድላይኩምሲ ብምድላዮምንሲ ንርእሶም ኣብ ትሕቲ ሕጊ ኣብ ትሕቲ ጽድቂ ኣምላኽ ኣየግዝኡን እዚኣ ጽድቂ ርእስኹም ትብል ዘላ ርእዮ ክትተኽሉ ምድላይኩም ኦኬ ጽድቂ ርእስኹም ኦኬ ነዚ ሕጂ ጌታ የሱስ ክርስቶስ ኣብዚ ምድሪ ዘሎ ቤተ ክርስቲያናት ወይ ከዓ ብዚ ምድሪ ዘሎ ናይ ጎይታ እንተ ንምርመር እንታይ ኣባኢስና እንታይ ፈላልዩና ኩልና ኣብዚ ምድሪ ስለ ዘለና እንታይ ክርስቶስ ጽድቂ ርእሶም ኦኬ ዓንቶ እንታይ ኢለኩም ነይረ ፍልጠት ክትረክብ ኢላ ሄዋን ካብታ በልያ ሕጂ ንሕና ከዓ ማለት እዩ ፅድቂ ክትሪኦ ሚስላ ሙሴ ብዛዕባ እቲ ሕጊ ፅድቂ ዝገብሮ ብፁ ኢልዎ ዘሎ ሕጂ እንታይ እዩ ዝብል እንታይ እንታይ ክብለኩም ኢለ እታ ንጎይታ ዝሕጉሶ እንዳመርመርኩም እንዲ ዝብለና ርእስና ሓቀይ ዶ ወይ ከዓ ጎይታስ ጎይታ የሱስ እንታይ ምበለ ንሕጉሰካ ዘለና እንተ ንብሎ ንኣብነት ጎይታ ስሌኻ ኢልና ናትካ ኣካይዳን ስርዓትን ክንተክል እታ ሮሜ ምሽ ኣንቢበልኩም ክንተክል እንተ ንብሎ ክንተክል እንተበልና ኣብዮምና ድሓር ምስማዕ ምስ ኣበዩና ድማ ሰጒግናዮም ጸሊእናዮምን ክሳብ ናብ ሓሳብና ዘይተመልሱ ምሕረት ኣይንገብርን ኢልና ኣቢናዮም ኢልና እንተ ንሓቶ እንታይ መልሲ ምሃበና? እዚኦም ተሰጒግና ዘለና ተሰጒግናዮም ዘለና ጸሊእናዮም ዘለና ምሕረት ኣይንገብርን ኣይንገባብርን ኢና ዘለና ጎይታ መጺኡ እንተ ንሓቶ ጸቡቕ ጌርና እንተ ንብሎ እንታይ ምበለና ሕጂ ሓሳብና ኣይገበሩን ብኣካይዳና ኣይበሉን ስለዚ ስለ ዘይበሉ ንሕና ድማ ፀሊእናዮም ሰጒግናዮም ኣለና ኣየድልዩናን እዮም እንተ ንብሎም ክርስቶስ ነቲ ዝኣምን ዘበለ ኩሉ እንታይ ምበለና ነይሩ ክርስቶስ ምበለና ጌታ የሱስ ክርስቶስ እንታይ ምበለና ዘመልሲ እዚኣ ዝምልሰልና እንታይ ምበለና ንሱ ከዓ ከምዚ ገይሮምና ዳሕራይ ካብ ነምፅና ቃል ኣምላኽ ከነምፅና ነቶም ሰጎጎዎም ከዓ ኣለዉ እዮም ብዛዕባኦም ኣጋንንቲ ክብ ፀኒሖም ስቶፕ ወይ ሰዓብና ወይ ስቶፕ ከዓ ኢሎምም ሓዙኒ ኢኹም ሕጂ ሕጂ ክነስተውዕሎ ዘለና ስለ ገዛ ርእስና ሕጂ ዝዛረብ ዘሎ ንሕና ምእንታን ክንፈሪ ጸጋ ኣምላኽ ኣባና ምእንታን ክግለጽ እየ ዝነገረኩም ዘለኹ ንሕና ብድኻም ዝተደኽመ ርኢናስ ንሕና ክንጉይተት ኣይኮነ እዚ እውን ዝገደደ ክንወድቕ ኢና ማለት ግን ንሕና ንወፀሉ መንገዲ ሲ ጎይታ እዚ ይፈትዎ ዶ ንጎይታ ዝሕጉሶ እናመርመርና እንተኸድና ኸ መን ይሕሾ ኣነ ንስኹም ንሕሸና ሰጊጎምና እንተሰገጉናዮም ገደደ ጸሪፍናዮም እና እንተ ጸረፍናዮም ገደደ ምሕረት ኣብዮምናዮም ሕጂ ከኣ ባዕሎም ይፈልጡ ኢልና ናብ ቂም ተኣተና ገደደ ጎይታ ከምኡ ይሕጉሶን የለን እዩ ዝብል እንታይ ኢልዎም እንታይ ኢሉና ንበሉ ማለት እዩ ብእኻ ኢና ሰጒናዮም ዘለና ኣይሰምዑናን ዝበልናዮም ገይርኑ ንጎይታ ከምዚ ኣይትግበር ኢልናዮም ኣብዮምና ከምዚ ዝበልና ኣብዮምና ኪድ በሉ ኢና ሰጒግናዮም እንተ ንብሎ ጎይታ እንታይ እዮም በለና ፅድቂ ርእስኹም ክትተኽሉ ስለ ዘለኹም በለ ሮሜ ምዕራፍ 10 እዩ ዝምልሰልና ኦኬ እንታይ በለና ቁፅሪ ሓደ ንሳ እዩ ዝምልሰልና ዝገርመኩም ነገር ፍርሓት እንታይ ዝምልሰልና ንሳ እዩ ዝምልሰልና ቁፅሪ ክልተ ከዓ እንታይ ምበለና መስለኒ ቁፅሪ ክልተ ከዓ እንታይ ምበለና ኮይኑ ይስምዓኒ ወንጌል ተዓንቶ ዝበልኩኹም ወንጌል ሉቃስ ትሽዓተ እሞ ረእይዋ እቶም ደቂ መዛሙርቲ ሓምሳን ኣርባዕተን ጌታ የሱስ ክርስቶስ እቶም ደቂ መዛሙርትን ያዕቆብን ዮሃንስን ከዓ እዚ ምስ ረኣዩ ጎይታይ ከምቲ ኤልያስ ዝገበሮ ሓዊ ካብ ሰማይ ወሪዱ ከጥፍኦም ክንብል ዶ ትደሊ ኣለኻ በሉ። ሓምሳን ሓሙሽተን ክሳብ ሓምሳን ሽዱሽተን ምልስ ኢሉ ወዲ ሰብ ነፍሳት ሰብ ከድሕን እምበር ከጥፍእሲ ኣይመፀን እሞ ናየናይ ናየናይ መንፈስ ምዃንኩም ኣይትፈልጡን ኢኹም እናበለ ገንሖም ናብ ካልእ ዓዲ እውን ከደ ናየናይ መንፈስ ከም ተቐበልኩም ዶ እንታይ ናየናይ መንፈስ ምዃንኩም ዶ ኣይትፈልጡን ኢኹም ኦኬ እቶም ናይ ክርስቶስ ዘበሉ ይብለና ምሽ እንታይ መሊኦም መንፈስ ሮሜ ሓሙሽተ ሓሙሽተ እታ መንፈስ ፍቅርስ ብመንፈስ ቅዱስ ገይራሲ ኣብ ልቦም እንታይ ገበረት ኦኬ ፍቅሪ ከዓ ናታ ኮላ ኣይትደሊ ምሽ ዘይናታ ናታ ኮላ እያ ዘይትደሊ እንታይ ማለት እዩ ናታ ኮላሲ ባዕላ ንባዕላሲ ንባዕላ ኣይታ ኮነ ንካሊኣ ተፍቅር ማለት እዩ ሓፂር ጌታ የሱስ ክርስቶስ ክመፅእ ከሎ ንዕኡ ይኮነን መፅኡ ንዓና እዩ መፅኡ እጂ ሰማርያ ከጥፍኦ ዝደልዩ ዘለዉ ንመን እዮም ንክርስቶስ እዮም እዚኦም ደቂ መዛሙርቲ ሰማርያ ኣያጥፍዎም ማንም ሰብ ኣያጥፍኦምን ኣየግድሶምን ጌታ ክርስቶስ ክሳብ ዝነበረ ስለ ደቂ መዛሙርቲ ንዑ ኢሎም ኣጓየሞም ኣንቢብና ድን ጌታ የሱስ ክርስቶስ ከሎስ ንደቂ መዛሙርቲ ንዑ ተፈለዩ ካብኡ ኢሎሞም ድዮም ኣይበልዎም ወላ ሓንቲ ይበልዎም ጌታ የሱስ ክርስቶስ ክሳብ ዝነበረ ስለ ደቀ መዛሙርቲ ጭንቀት ኣይነበረ ወላ ሓንቲ ኣይነበረን እዚኦም ግን ዝዛረቡ ዘለዉ ግን ዓንቶም ናይ ሙሴ ምሻ ተዛሪብና ናይ እያሱ ንዓ ስለ ከዓ ባርያ ሙሴ ይብለና ካልኣይ ከዓ ሙሴ ከዓ ስለይ ዶ ትቐና ኣለኻ ስለ ኣምላኽ ኣይኮነ ዶ ስለ ኣምላኽ ዶ ትቐና ኣለኻ ኣይኮነ ሙሴ ከዓ ስለይ ዶ ትቐና ኣለኻ ኢሉ ስለዚም ሰባት እዚኦም ከዓ ጌታ የሱስ ክርስቶስ ዝተላእከ ካብ መን እዩ? ካብ ኣቦ። ኣቦ ዝለኣኾ ድማ ንመን እዩ? ንዓና። ንዓና ኢሉ ክልእኽ ከሎ ከኣ ሓዊ ከጥፍእ ከሎ ሓዊ ከጥፍእ ኣይኮነን መጺኡ። ነቶም ሓዊ ዘጥፍኡ ምሕረት እንዳገበረ ናብ መን ከርእዮም? ናብ ክርስቶስ፣ ናብ ባዕሉ ከጠምቶም፣ ናብቲ ዋጋ ዝኸፈሎም ከጠምቶም እዩ። እዚኦም ግን እንታይ እዮም ዝብሉ ዘለዉ? እንታይ ይግበር? ሓዊ ኣውሪድናሲ ክንበልዕ። መን እዩ ከውርዱ? ንሶም። ንሱ ከኣ ኣይክእልን እዩ በዚ ዓይነት ዘይተረድኡን ኢኹም። ናይ ሙሴ ናይቲ ኤልያስ ካብ ቀደም ኣምጽኦ ኤልያስ ካብ መን ከም ዘምጽኤ ካብ ኣምላኽ ንሳተን ከኣ ብናይ መን ብናይ ኤልያስ መንፈስ ኣምጽኦን ከኣ ንጌታ የሱስ ክርስቶስ እንታይ ክገብርሉ ክዋግእሉ ክከላኸልሉ ሕጂ እዚኦም ጽድቂ ኣምላኽ ድም ዝገብሩ ዘለዎ ጽድቂ ባዕሎም ጽድቂ ባዕሎም እዮም ክርስቶስ ደኣ እሞ ይምልሱ ኣለማ ኣሎ ስለዚ ከምዚ ከዓ ንበሎም ሕጂ ሰጒጉናዮም ኢና እዚኦም እንተንብሎ ናይ መን መንፈስ ዶም ተቐቢልኩም ዝብለኒ እቲ ንሓዊ ጸለ ኢልና ምሽ ቀታሊ ሓዊ ኢልና እዚ ዝመንፈስ ናተይ ዝለና ስለዚ ከም ሰጉግናዮም ከምዚ ኣይገበርንኩም ሰጊኩሞ እወ ወዲ ሰብ ንክሰጉጉ ኣይኮኑ መጽዩ ዝብለና ንክጥርንፍ መጽዩ ዝብለና ስለዚ እቲ ትምህርቲ ክርስቶስ ዝበሃል እዚ ንዝረገምኩም እንታይ ግበሩ እዩ ዝብል መርቑ እዩ ዝብል ኣይኮነ ዶ ሓሳብኩም ዘይሰምዕኹም ስገቡ ክብል ሲ ወይ ኣካይዳኹም ዘይከዱ ክብለና ሲ ንዝረገምኹም ካይተረፍ እንታይ ግበሩ እዩ ዝብል መርቑ ሰለዚ እንታይ ምበለ ከኣ ኣሎ ቁጽሪ ክልተ እንታይ ምበለና ናይ መን ዲኹም ተቐቢልኩም ምበለና ናይ ናይ መንፈስ ምዃንኩም ኣይትፈልጡን ዲኹም እዩ ምበለና ስለዚ ናይ ክርስቶስ መንፈስ ይጥርንፍ እዩ ሰለዚ እንታይ ምበለ ታርእስቲ ንሳ እያ ኣብኣ ኮላ ቁጽሪ 49 እሞ ተመለሱ ልዕል ኢልኩም ቁጽሪ 49 ሉቃስ 9 ቁጽሪ ዓርብዓን ትሽዓተን ዘላ እንታይ ኢሉ የሱስ ከኣ ዋላ ካብቲ ልዒላኣ ዘላ እንተ ኣንቢብኩምለይ ልዒላኣ ዘላ ካብ ኣርብዓን ሸሞንተን ዘላ ኣንብባ እስኪ ሉቃስ ትሽዓተ ሉቃስ ትሽዓተ ካብ ኣርባዓን ሸሞንተን ኣቢለ ነዚ ህፃን ብስመይ ዝቕበል ንዓይ እዩ ዝቕበል እቲ ንዓይ ዝቕበል ከዓ ነቲ ዝለኣኸኒ ይቕበል ሕጂ እዚኣ ከዓ ኣብ ግምት እትዋ ኢና ንሕና ንክርስቶስ ንሕ ተቐቢልናዮ ንካልእ ኮላይ እንታይ ንግበር ኢና ንቕበል ኢና እቲ ኣብ ማእከል ኣብ ማእከል ከለኹም ኩሉኹም ዝንእስ እቲ ኣብ ማእከል ኩሉኹም ዝንእስ ዓብዪ ክኸውን ንሱ እዩ ዝኸውን ንሱ እዩ በሎም ዮሃንስ ከዓ መምህር ሓደ ሰብኣይ ብስምካ ኣጋንንቲ ከውፅ ከሎ ርኢናዮስ ምሳና ስለ ዘይሰዓበና ግን ዘውፅኦ ዘሎ ብመን ኢሎሞ ብስምካ እኮ እዮም ዝብሎ ዘሎ እዚ ኩሉ ሰብ እጅ ክረዳእና ዘሎ ኣብ ኩሉ ነገራት ሓሳባት ንሰማማዕ ማለት ኣይኮነ ኣብ ኩሉ መንገድና ግድን ብሓንሳብ ጠሚርና ንኸይድ ማለት ኣይኮነ ግን ኣብ ኩሉ ነገርና ስለ ዘይተጣመርና ከዓ ንፀልእ ንሰጉግን ማለት ከዓ ኣይኮነን ወይ ድማ ስሊኦም ኣልዒልና ክንዛረብን ስሊኦም ኣቢልና በቃ ከምዚ ኢልና ክንዛረብ ከዓ ኣይኮነን ጳውሎስ ካይተረፈ እኳ እንተ ብሻራ እንተ ብቕኑዕሲ ክርስቶስ ይስበኽ ኣሎ እሞ እቲ ዋና ተልእኾይ ከዓ ክርስቶስ ምስባኽ ኢልዎ ኣሎ በዚ ሲ እንታይ ገብረን ኣሎ ይሕጎስ ኣለኹ ኢሉ እንተ ዝተብሻራ እንተ ብቅንዕነት ክርስቶስ ምስ በኸሱ በዚ ሕጎስ ኣለኹ ኢሉ ኣይኮን እንዶ ኣጥፍኡለይ በቃ ጸልዩ ገለ ኣጥፍዎም ገለ ክብሲ በዚ ምስባኹም ካላሲ እንታይ ገብር ኣለኹ ስለዚ ርኢናዮ ሲ ምሳና ስለ ዘይሰዓበ ኦኬ ሓዝኑ ኢኹም እንታይ ስለ ዘይገበረ ምሳና ግን ኣጋንንቲ ብሽምኑ የውፅኦም ኣሎ ክርስቶስ የሱስ ከም መን እዩ ዝሕግሶ የሱስ ሕጂ ንጎይታ ዝሕግሶ እናመርመርኩም ትብል ኣብዚ የላን ሪኢኹማ ሕጂ ነታ ንክርስቶስ ዝሕግሶ ገዲፍና ምሳና ስለ ዘይሰዓብኑ ከልኪልና እዩ ሪኢኻ ንሶም ዘውፅኦ ዘሎ እኮ ንክርስቶስ ብሽም የሱስ ክርስቶስ እዮም ዘውፅኦ ዘሎ እቲ ተልእኾ ናይ ጐይታ የሱስ ክርስቶስ ከኣ ንጐይታ ዘሐጕሶ እናመርመርኩም ኢሉና። ሕጅስ ምሳና ስለ ዘይሰዓቡናስ ከልኪልና ኢና። ግን ኣጋንንቲ ብስምካ ይውፅኡ ነይሮም። ኣጋንንቲ ግን ብስመይ እዮም ዘውፅኡ ነይሮም ይብለኩም ኣለኹ ብስም የሱስ። የሱስ ጐይታ እዩ። ነቲ ኣጋንንቲ ንኸይውፅኡ ከልኪሎሞ ነቲ ኣጋንንቲ ንኸይውፅኡ ካብቲ ሰብ ብመን እዩ ከዝወፅእ ኣሎ? ብሽም የሱስ ክርስቶስ። ስለምንታይ ዘይወጽእ ምስኦም ስለ ዘይሰዓቡ ምሳና ስለ ዘይሰዓቡና ደድሕረና ስለ ዘይከዱ መንገድና ስለ ዘይተኸተሉ ንሕና ንብሎ ስለ ዘይገበሩ ምሳና ስለ ዘይኸዱ ካልእናዮም ከሊእናዮ ኢሉ መለሰሉ የሱስ ከዓ ዘየከራኸረኩም ዘበለ ንሱ ምሳኻትኩም እዩ እሞ ኣይትኸልክልዎ ብስመይ ኣጋንንቲ የውፅኡ ማለት እዩ የሱስ ጎይታይ ኣሜን የሱስ እንታይ እዩ? ጐይታ እዩ። ስለዚ ተልእኾና ንክርስቶስ ዘሐጕሶ እንዳመርመርና እንድሕር ንክርስቶስ ክንሕጕሶ ክንምርምር ኮይና ጸላኢና ከነፍቅር ምዃንና ኣብ ውሽጡ እትው ኣሎ። ኣሜን ዶ ብሩኻት? ኣሜን ዶ? ተልእኾና ንምን ንምሕጓስ እዩ? ንክርስቶስ ከዓ ብባዕልና ግብሪ ድዩስ ወይስ ብናቱ ግብሪ? ብናቱ ግብሪ ኣብቲ ዝፈጸመልና ግበርዎ ዝበለና ብመንገድ ተመላሱ ዘይተፈጸመ ነገር ኣለና ድዩ የብልናን ኣብቲ ተፈጸመ እሞ ብም- በቲ ዝበልኩም ትእዛዝ ስኪዱ ት- ብም- ብምባል ማለት እዩ። በቲ ናቱ ሓሳብ ብምምላስ ንጎይታ እንታይ ከም ዝሕጉሶ ብምርማር ኢና ንጎይታ ንሕጉሶ ሓሳብ ኣምላኽ ኣብ ህይወትና ክፍጸም ጎይታ ዝበሎ ኣብ ህይወትና ክዓይ እንተኾይኑ ንሱ ዝበለኑ ስለዚ ማርያም እንታይ ኢላቶ ንሱ ዝብለኩም ኩሉ ግበሩ ወይ ንወዲእና ምስ በሎ እንታይ መን ዝበለኩም ግበሩ ኢላ ገርም እዩ ስለዚ ተልእኾና ንዓና ምሕጓስ ዘይኮነስ ንጎይታ ምሕጓስ ክኸውን ንፅዓት እንታይ ንግበር ንፅዓት እንታይ ንግበር ንጎይታ ምሕጓስ ንፅዓት ጎይታ እንታይ ከም ዝሕጉሶ ንመርምር እቲ ስሌና ዝተወድእ ነገር ኣብ መስቀል ንዘክር ስለዚ ጎይታ የሱስ እንተ ንሓቶ ስለ ዘሎ ናብራ ምፍልላይን እንታይ ምበለ ፅድቂ እቲ ርእሶም ክተኽሉ ኢልኩም ቁፅሪ ሓደ ኢለ ክነጊረኩም ቁፅሪ ሓደ ፀርጊ ርእስኹም ክተኽሉ ስለ ደለኹም ምበለና ካልኣይ ከኣ ናይ መን መንፈስ ከም ተቐበልኩም ዶ ትፈልጡ ንኹም በለና ሳልሳይ ከኣ ብኣይ ዘውፅእ ሳጋን እንተ ከኣ እንታይ ኢሎ ኣይትኸልክልዎ እምበለን የሱስ ጎይታ እዩ ስለዚ እግዚኣብሔር ኣብ ህይወትና ክዓቢ ኣብ ህይወትና እንታይ ምዃኑ ሓሳብ ኣምላኽ ክንፈልጥ ኩሉ ግዜ ንጎይታ ዝሕግሶ ምእንታን ክንገብር ሓሳባትና ኩልናትና ኣቐሚጥና ሓሳብ ጎይታ ጎይታ እዚኣ እንተገበርና ዝተሐጉሰካ ኢልና ክንሓትት ከምዚኣ ከምዚኣ ኢለ እንተኾትኩስ ንዓኻስ ባህ ክብለካ ዶ ንሓትት ስለዚ ኣብዚ ምድሪ ዘሎ እምበኣር ጥቕል ብዝበለ ሓሳብ ጎይታ ዘይኮነ ወይ ድማ ንጎይታ ክንሕጉስ ዘይኮንና ጌርናዮ ዘለና ኣምላኽ ናብ ምሕረቱ ናብ መንገዱ ይምለሰና ሓሳብ ናትና ወይ ከዓ ፅድቂ ናትና ክንተክል ብምግባር ኢና ኩልና ተገዛዚዕናን ፋሕ ኢልና ዘለናን ኣብ መፅሓፍ ቅዱስ ዘየለ እዩ በቲንና ዘሎ እሞ እግዚኣብሔር ብምሕረቱ ብፍቅሩ እንታይ ይግበረና ይምለሰና ጎይታ ይባርኩም ስለዚ ጎይታ እንታይ ምበለ ዝብል ኣርእስተይ እስኡ እግዚኣብሔር ሰናይ እዩ ተባረኹ ጎይታ ነመስግነካ ኣለና ስለ ቅዱስ ቃልካ ተመስገን